ኣታ ኣደንገለ ምስ ዓበኻስ እንታይ ኢኻ ክትከውን ትደሊ?
ሰብኣይ።
ኣታ ተማሂርካ ምስ ወደእካስ እንታይ ክትበሃል ትደሊ? ምሁር።
ኣታ ሕሙም ብምንታይ ኢኻ ክትውድእ ትደሊ? ብትምህርቲ።
ዋእ እሞ ትምህርቲ ብትምህርቲሲ ዶክተር ዲኻ ክትከውን፣ ሲስተር ዲኻ ክትከውን፣ ነርስ ዲኻ ክትከውን ካብዚሲ?
ዘጓነፈኒ። ኣታ ዘጓነፈኒ ካብቲ ዘጓነፈኒ እንዶ ንውጻእ። እስከ ፓይሎት። ፓይሎት እዚ ኣየር ዝዝውር ፓይሎት። ኖኖ እስታይ ከምዚ ዝዝውር ፓይሎት ዶ ከሎ'ዩ። እሞ ኣይደፈርካን ደኣ? ዋእ እንታይ ክደፍር ሓቲትካ እኒ መሊሰልካ በቃ። እህህይ ኣደንገለ ርእሲ ደሮ ተፋሊጥና እስኻ ፓይለት ዘዋሪ ኮይንካስ ኣነስ ምሳኻ ኮፍ ኢለ ክኸይድ እህ ኣደንገለ ሓልፍ ኣሎ ኢሎምኒ ከማነይ ተሓቢኤ ከሕልፈካ ከይትጭፍልቐና። እቲ ናይ ምሕላፍ ተኮይኑ ደሓን ክሳብ ኣነ ዝሓልፍ ብትሕቲ ዓራት ኮንካ ተሕልፈኒ። እቲ ናይ መስቀል ከኣ ኣይትሸገር። እህ! እዚ ዘይተሸገርና ደኣ ብምንታይ ክንሽገር? እታ ኣነ ዝሕዛ ኣየር ሰባት ጥራሕ እያ ትጽዕን። ዋእ!
ኣነኸ? ዋእ!
እዚ ንብረት ገለ ደኣ በዚ ብመርከብ ገለ ኣይኮነን እንዮም ዝሰድዎ? እህ!

ትሰማዕ ኣለኻ እስኻ እ? ዓቕሚ ሰብ ከዓ ኣኺልካ ኢኻ ተኾነ ኣፅሬ መግበይ ሰርሕቲ ኢልካ ፅቡቕ

መደብ ስራሕ እባሃል። እንታይ ኢኻ መደብ ስራሕ?
ኣቴንዳንስ።
እንታይ ኢኻ ኣቴንዳንስ? ጽቡቕ ሕዝ ሕጂ ንስኻ ካብ ሶኒ ንስኻ ካብ ሶኒ ክሳብ ሮቡዕ እ ንስኻ ጽሬት ትሕዝ ኣነ ኸኣ ምግብና ሕዝ። ሕራይ።
ጽቡቕ ካብ ሓሙስ ክሳብ ቀዳም ኣነ ምግብ ንሕዝ ንስኻ ከኣ ጽሬት ትሕዝ። እዚኣ ከኣ ጽብቕቲ።
ሰንበት ከኣ ብሓፈሻዊ ጽሬት ንገብሮ። እዋይ እዚኣ ከኣ ጽብቕቲ። ብሓንሳብ ክልቴና ነጸሪ ማለት እየ። እዎ። ሕር። ተራዳዲእና ዶ? እዎ። እ? እዎ። በዛ መደብ እዚኣ ንኸይድ።
ሕር። ጥንቃዐ እያ እታ ገዛ። እታ ጥንቃዐ እያ።
ኣታ ኣምላኽ ኣቦይ ሕማም ሽግር ጸገም ዘይዘከርክዎ ዘይፈልጦ ግነኻ ምልእላእ ኣቢልካ ነብራ ሓወይ። ሀእ
ክትረግመኒ ጽኒሕካ ኣታ ምንታይካ ውዒለ ኣነስ ኣብ ምንታይካ ውዒለ ኣታ ክትረግመኒ ጸኒሕካ ንዓይ ዳኻኒ እንታይ ዘይወደካዮ መርገም ኣሎ ድዩ ኮይኑ ዋእ ሕራይ እስከ ወድእ። ኣታ ኣምላኸይ ሽግር ጸገም ሕማም ኩሉ ዘይፈልጦ ውስኽስኽ ኣቢልካ ነብራ ሓወይ ዘይኮነስ ንጸላእቱ እባ ግበረሉ። ኣየ ድንግለይ ጅግና ኣታ ስኻ እኳ ትፈትወኒ እንዲኻ ፈልጥ እኳ እያ እንታይ ኣባይቲ ርእስሲ ኣፍንጫና ሴርና ነይሩ ኣታ ስኻሲ ጅግና
ኣደንገለ ኣብዛ ናይ ዕርፍቲ ትምህርትኹም ንዓዲ ክወስደካ ክምለስ እየ መፅእ ክወስደካ ኣለይከየኒ
ዓድኻ ትርኢ ቤተሰብካ ክትላለ እንታይ ክላለዩ ኢሎም እየ ብሰሙን ሰሙን በብዓሌቶም ውቭ ውቭ እናበሉ መፅኦም እንታይ ክላለዩ ኢሎም ኣነ እንታይ ክበል ትፈልጥ ሰነፍ ብዛዕባ ዓድኻ ዘይትፈልጦ ግዳይ ብዙሕ ይተረፈካ ኣሎ። ዳኒ ኪን ኔው ጀኻ። ሓራይ ኣይትኸይድ ነብርሃ ሒዘ ይኸይድ ንስኻ በይንኻ ኣብዚ ገዛ ተርፍ። ዋእ በይነይ እየ እኮ ዘለኹ መዓስ ከ ሰብ ኔሩኒ እስከ። ኣብርሃ ከ እንታይ እዩ ዝገብር ዘሎ። ኣነ እየ እምበር ምስኡ ዘለኹ እሱ ዶ ምሳይ ኣሎ እዩ። ናይ ሕሰበሉ ናይ ግድን ክትከይድ ኢኻ ሓራይ። ዋእ ዘሕስብ የብለይ ዘተሓሳስብ የብለይ ኣነ ኣይከይድን እየ ተለ ኣይከይድን እየ። እታ ቆልዓ ከውሒ ኢኻ ቆልዓኻ። ዋእ። ከምኡ ኢልካ ትመልሰለይ ሓራይ ስዲ ስዲ ወዲ ሰበይቲ።

ስማዕ እንደስኻ ዋዕ ንስኻ ኣብዚ ዓያዪ ገዛውቲ ፅጋባ ኮይንካ በብዝሓለፍካዮ ሰብ ተቐጥቅጥ ኣለኻ ዋዕ እ? ነቲ ፈፈው ዘብለካ ትምህርቲ ፈፈው ዘይተብሎ ግዳ
ደሞ ባዕሉ ጀሚርዎ ከመይ በዓል ጀሚሮ ማለት። እንታይ እስከ መጀመርታስ ነዕልል ነዕልል ነዕልል ኔርና ተሽኪልኒ ዝፍራሕኩኻስ ካብ እንስሳ ዝፈለየ የብሉን ይብለኒ ንመን ንዓይ ወላ ኢኻ ሕራይ ቀጽል ቶሎ ተጠንቀቕ ተጠንቀቕ እስከ እዮ ሕራይ ካልኣይ ግዜ ቆልዐሽስ ነዕልል ነዕልል ነዕልል ኔርናስ ዝፍራሕኩኻስ እዛረብ ኮይኑ እምበር እምኒ ይብለኒ ዋእ ኣነ እምኒ ሕራይ ቀጽል ዋእ ሽዑ ኣነ ካልኣይ ኣታ ንብራሕዋይ ኣጥርፎኒ ኻሳ ተጠንቀቕ ኢለዮ

ኣታ በራድ ኣነ እንታይ እብል ኣለኹ መሲልካ ሓፍትኻ ደይኮነትን እንተ ኣወንካ ካብ ዘረባሲ ናብ ወስኣት ኢኻ። ዓቕሊ እያ ወዲኣትኒ ኣታ ዓቕሊ እያ ወዲኣትኒ እንታይ ክገብር እሞ። እሞ በዓልቲ ቤትካ ኣደ ቁልዕትካ ንምንታይ ዘይወለድና? ወይለከ እሞ ስለ ዘይወለድካስ ግድን ክስምስማ ኣለካ? እንተበዲላ የጣስማ እወ እንተበዲላ ትድግደግ ኣለዋ። ብኸመይ ዲኻ ተመሪዕካ

ከምዚ ሎሚ መዓልቲ እንዳ ሓትኖይ ክበጽሕ ኢላ ካብ ዓዲ ነስመራ ትመጸካ። ሕራይ! ኣነ ከኣ ንጽባሕ ሕጂ ዕዳጋ ስለ ዝነበረ ኣድገይ እኽሊ ጽዒነ እኽሊ ክሸይጥ ኣድገይ ቻ እንዳበልኩ ኣስመራ መጸካ። ሕራይ!
እኽለይ ሸይጠ ንገዛ ክምለስ ከለኹ ብሓደ ጎደና ኣብ ማዕዶ ይርኢ ኣለኹስ ምስ ሓደ ወዲ ተሓቛቒፋ ትኸይድ። ዋእ ኣንታ ኣብቲ ዕዳጋ እብለካ ኣለኹ። ወረ ኣብ ዕዳጋ እባ ሕራይ!
ኣብቲ ዕዳጋ!
ደሓር ነዛ ኣድጊ ሓዲገ ደድሕሪኦም ብጉያ ከይደ ጥቐኦም ምስ ቀረብኩስ ኣብዛ ግንባራ ኢሉ ኣይ ኣፋንዋን